ሰላም ሰላም ተኸታተልቲ መደብ ጆራ ፍልጠት ከመይ ጸኒሕኩም? ንሕጂ ኸ ራብዓይ ክፋል ናይ ምዕራፍ ክልተ ሒዘልኩም መጽ ኣለኹ ኢንትሮዳክሽን ቱ ፎንትስ ማለት እዩ እቲኦም ፎንት ሰያኖት ምዃኖም ክንርኢ ኢና እንደገና እቲ ደሊናዮ ዘለና ትምህርቲ ኸ ኣብዚ ትሕቲ ክንርኢ ኢና ማለት እዩ ፎንትስ ንብሎም ፎንትስ ናይ ዝተፈላለዩ ካራክተራት ካራክተር ንብሎም እዚኣቶም እዮም ቁጽርታት ክኾኑ ይኽእሉ፣ ፊደላት ክኾኑ ይኽእሉ፣ ስርዓተ ነጥቢ እዚኦም ከኣ እቶም ስፔሻል ካራክተርስ ዝበሃሉ እሶም እዮም እዚኦም እዮም እቶም ካራክተራት ናይዚኦም እኩብ ማለት እዩ። ስለዚ ፎንት ኩሉ ግዜ ናይ ዝተፈላለዩ ካራክተራት ሕውስዋስ ዝተፈላለዩ ፊደላት ክኾኑ ቁፅርታት ክኾኑ ዝተፈላለዩ እዚኣቶም ፎንትስ ንብሎም ማለት እዩ ፎንት ስታይል ናብዚኣ ክንከይድ ኢና ፎንት ስታይል ኤሪያል መሪጽና ኣለና። ዝተፈላለየ ፎንት ስታይል ኣለና። ፎንት ስታይል ክንመርጽ ተደሊና ናብዚ ንመጽእ ማለት እዩ። መጀመርያ ጽሒፍናዮ ዘለና ጽሑፍ ኣየናይ ፎንት ስታይል ተጠቂሙ ከም ዘሎ ክንፈልጥ ተደሊና ንኣብነት እዚኣ ኣብዚኣ እታ ከርሰር ምስ ኣምጻእኽዋ ንያላ ተጠቂማ ኣላ እዚኣ ማለት እዩ። እዚኣ ክሳዕ ኣብዚ ንያላ ዝብል ተጠቂማ ኣላ ማለት እዩ። እዚኣ ኤርያል ሰብዓን ክልተን ፖይንትስ ገይረያ ኢለያ ዘለኹ ከኣኒ ኤርያል ተጠቂማ ኣላ ስለዚ ኣብዚ እንድሕር ኣምጺኤያ ቀጥታ እዚኣ ይቅሬታ ኤርያል ዘይኮነ ዋላ እዚኣ ንያላ ተጠቂማ ኣላ እዚ ኣብዚኣ ኤርያል ተጠቂመ ዘለኹ ልክዕ ኣብዛ ታሕቲ ምስ ወረድኩ ኣብዚኣ ኤርያል ትብል ዘላ ታሕተወይቲ ኤርያል ሰላሳን ክልተን ከዓ ፖይንትስ ወይ ድማ እቲ ናቱ ሳይዝ ስለዚ ፎንት ስታይል ዝበሃሉ ኣብዚኣ ምስ ሃረምና ዝተፈላለዩ ስታይልስ ኣለዉና እዚኣቶም እዮም ፎንት ስታይል ዝበሃሉ ስለዚ ብመሰረት እቲ እዚኣ ካርሰሪያል ፎንት ስታይል ምስ ወሰድክዋ እዛ ኤሪያል ትብል ፅሕፍቲ ዝተፈላለየ ዓይነት ታሽሙ ትህበኒ ኣላ እቲ ስታይል ናታ ማለት እዩ እዚኣ ዳ ክትርዳእና ኣብዚኣ ስታይል እዚኣ ከምፅኣ እያ እታ ካርሰር ናተይ ኣብዚኣ ስታይል እዚኣ ኣምፅእ ኣለኹ ስለዚ ነዚኣ ኤሪያል ክቕይራ እንተዳደልየ መጀመርያ ንያላ ከላ ካብዚ መሪፀ ኤሪያል ክቕይራ ይኽእል ከምዚ ገይረ ማለት እዩ ልክዕ እቲ ናታ ስታይል ብመንጽር እታ ካርሰር ናተይ ትወስዶ ዘላ ከመይ ከም ዝመስል ተርእየኒ ኣላ ማለት እዩ። ስለዚ ነዚ ክትመስል ትኽእል እያ። ኣልጀርያን ዝብሎ ዘሎ ነዚ ይመስል። እታ ኤርያል ትብል ዘላ ኣብዚ ታሕቲ ክንረኽባ ንኽእል ኢና። ዝተፈላለየ ዓይነት ኤርያል ስለ ዘሎ ዝያዳ ዝመረጽኳ ንዓኣ ብዙሕ ዓይነት እዚ እቲ ኖርማል ኤርያል እዩ። ኤርያል ብላክ ጸሊም ዝኾነ ድሙቕ ዝኾነ ማለት እዩ ኤርያል ናሮው ከዓኒ ቅጥን ዝበለት ናቱ ኤርያል ኖቫ ከምዚ እናበለ እቲ ስታይል ናቱ ዝተፈላለየ ዓይነት ኤርያል ኣለና ማለት እዩ ባልድ ኤርያል ብሎ ከዓ ነዚ ኤምቲ ባልድ ስለዚ እቲ ስታይል እዚ እዩ እዚኦም ናይ ፎንት ስታይልስ ንጥቀመሎም ዝተፈላለየ ዓይነት ስታይል ጌርና ክንጥቀመሉ እንተዘሊና እዚ ይመስል ማለት እዩ ኤርያል ብላክ ተጠቂም ብሎክ ተጠቂምና ኣለና ሕጂ ማለት እዩ ስለዚ እዚ ፎንት ሳይዝ ከዓ ፎንት ሳይዝ ከዓ ናይቲ ፎንት ናትና ዓቐን ወይ ድማ ክንምንታይ ምዃኑ ሳይዝ ብፖይንት ንኢልና ዘለና ሕጂ እዚ ሰብዓን ክልተን ፖይንት ምምራፅ ስለምንታይ ሰብዓን ክልተን ጌር ተጠቂምና ኣለና ኣብዚ ረኣይዎ ቀጥታ እታ ካርሰር ኣብዚ ምስ ኣምጻእክዋ ካብዚኣ ክሳዕ ኣብዚኣ ዘላ ሰብዓን ክልተን ተጠቒማ ከም ዘላ ርእያትኒ ኣብዚ ድሕሪ ኣምጺኣ ኒያላ እያ ትብለኒ ኒያላ ብ ዓሰርተ ሽዱሽተ ተጠቒምካ ኣለኻ ኢላትኒ ማለት እዩ ስለዚ እዚ ሰብዓን ክልተን ማለት እንታይ ማለት እንድሕሪ ኢልና ሰብዓን ክልተን ፖይንትስ ማለት ሓደ ኢንች እዩ ሰብዓን ክልተን ፖይንትስ ሓደ ኢንች እዩ ኣብዚ ንጥቀመሉ ሰብዓን ክልተን ሳይዝ ናቱ ማለት እዩ ሰላሳን ሽዱሽተን ከዓ ፍርቂ ኢንች ማለት እዩ እዚኣ ሕጂ ብሰላሳን ሽዱሽተን ተጠቂምና ኣለና ይቕሬታ ሰላሳን ክልተን ካብ ፍርቂ ኢንች ጉድል ዝበለት ማለት እዩ ሰላሳን ሽዱሽተን ከዓ ፍርቂ ኢንች ሰብዓን ክልተን ከዓ ሓደ ኢንች እዩ ማለት እዩ ናይዚኣ ካራክተር እንታይ ከም ዝመስል ናይዚኣ ኤፌክት ኣብ ዝመፅና ኣብዚኣ እንድሕር ጠዊቕና ናይዛ ፎንት ካራክተር እንታይ ዓይነት ምዃኑ ዲተይል ኣቲና ክንሪኦ ንኽእል ኢና ወይ ከዓኒ ኮንትሮል ዲ እንድሕር ተጠቂምና ብሾርትካት ከዓ ኮንትሮል ፕላስ ዲ እንድሕር ተጠቂምና ከዓኒ ልክዕ እዚኣ ትመፀልና ማለት እዩ ስለዚ ኣብዚኣ ፎንት እንተ መጺና እቲ ኩሉ ናታ ተጠቂማትሉ ዘላ እዛ ፎንት ንሕና ጽሒፍናያ ዘለና ኣብዚ ተርእየና ኣላ ማለት እዩ ስለዚ ብሰላሳን ክልተን ተጠቂምካ ኣለካ ትብለኒ ኣላ ኣብዚ ናለ ሰላሳን ክልተን ኣብዚ ጽሑፍ እናነጠረ እናነጠረ ስለ ዝጽሕፎ ኣየምጽኣን ኣሎ ግን ኣብዚ እንታይ ክንገብር ንኽእል ኢና ንሕና ነዚኣ ኣጽየ ከርእየኩም ከምዚ ብዚ ምስ ጠወቅናዮ ክንደይ ሳይዝ ሸሞንተ ትሽዓተ ዓሰርተ ዓሰርተ ሓደ ዓሰርተ ክልተ ዓሰርተ ኣርባዕተ ንኣብነት ዓሰርተ ሓሙሽተ ኣብዚ መንጎ የላን ዓሰርተ ሰለስተ የላን ግን እንተ ደሊናየን ክንጽሕፈን ንኽእል ኢና ንኣብነት ሕጂ ኣብ ሰላሳታት ምዞጻ ሰላሳን ሽዱሽተን ኣላ ሰላሳን ክልተን ግን የላን ካብ የምጺ ካብ ዝጽሒፍካያ እንተ ደኣ ኢልኩም ግን ኣነ ቀጥታ ከምዚኣ ምስ ኣምጻእክዋ ሰላሳን ሓደን ዋላ ክትጽሕፍ ኽእል እያ ከምዚኣ ገይረ ማለት እዩ ተደለኹ ሰላሳን ሽዱሽተን ክፅሕፍ ይኽእል እዩ ኣብዚ ሰላሳን ሽዱሽተን ክፅሕፍ ይኽእል እዩ ናተይ ከዓ እቲ ፅሑፈተይ ከዓ ብኡ መንፅር ይዓቢ ማለት እዩ ስለዚ ሰላሳን ሽዱሽተን ፎንት ሳይዝ ተጠቂመ ከም ዘለኹ ኣብዚ ምፅኤ ልክ ኣብዚኣ ምስ ጠወቕኩዋ እቲ ፎንት ካራክተር ናታ ኤርያል እያ ኢሉ ነጊርኒ ኣሎ ፎንት ናታ ስታይል ኤርያል እዩ ናታ ሳይዝ ከዓ ሰላሳን ሽዱሽተን ኢኻ ተጠቂምካ ዘለካ ኢሉኒ ማለት እዩ በዚ ኤርያል ሰላሳን ሽዱሽተን ተጠቂምካ ኣለኻ እንደገና ኣብዚኣ ትሕቲያ ኣብዚኣ ፎንት ቴክስት ኤፌክት ወይ ድማ ፎንት ኤፌክት ወይ ድማ ቴክስት ኤፌክት ናታ ኤፌክት እንታይ ዓይነት ምዃኑ ከዓ ኣብዚ ኣድቫንስድ ፀምጥዎ ክንኽእል ኢና ወይ እውን ኣብዚ ኣላትና ቴክስት ኤፌክት ዝብል ማለት እዩ ቴክስት ኤፌክት ምስ በልና ሶሊድ ፊል እዩ ዘሎ ኖርማል ሶሊድ እዩ ዘሎ ማለት እዩ ናትና ቴክስት ፊል ቴክስት ኣውትላይን ኖ ላይን እዩ ዋላ ሓንቲ ኣውትላይን ዝተገበረሉ የለን ኣውትላይን ስታይል ኩሉ ዲተይል ናታ ኣብዚ ይህበና ማለት እዩ ሻዶው እንድሕር ኣቲና ምንም ሻዶው የብላን እዚ ዓይነት ሻዶው እዩ ዘለዋ ሻዶው ክንቅይረላ እንድሕር ደሊና ሕጂ ኣብዛ ሻዶው ትብል ዘላ ጠዊቕና ሻዶው ክንገብረሉ ንኽእል ኢና እቲ ናትና ቴክስት ማለት እዩ። ብኻልእ መንገዲ ሻዶው ክንገብረሉ ኢና እሱ ካልእ ግዜ ክንሪኦ ንኽእል ኢና። እዚኣ ግን ዲተይል ናይቲ ፎንት ኤፈክት ናቱ ሳይዝ ናቱ ስታይል ከመይ ምዃኑ ዲተይል ከመይ ጌርና ክንሪኦ ከም ንኽእል ኢና። ሎማዓንቲ ኢንትሮዳክሽን ዓይነት ማለት እዩ። ሕጂ እዚኣ ሻዶው ጌርናላ ኣለና እንድሕር ኢልና መወዳእታ ኦኬ ምስ በልና እታ ሻዶው ኣፕላይ ክትከውን እያ ማለት እዩ። ናቱ ሪፍሌክሽን ህበና ኣብዚ እንታይ ዓይነት ሪፍሌክሽን እዚ ሪፍሌክሽን ንብሎ እዚ እዩ ናቱ ግሎው ግሎው ከዓ ኣብዚ ምስ ጠወቕና እቲ ዓይነት ግሎው ከም ዝኸውን እቲ ፅሑፍ ማለት እዩ ሕጂ ብዘይ ግሎው እዩ ዘሎ እንደገና ሕብሪ ናይቲ ግሎው ሕብሪ ከዓ ክንህቦ እንድሕር ደሊና ኣብዚ ምሽ ግሎው ጌርናሉ ኣለና ንበል ግሎው እዚ ሂብናዮ ኣለና ሕብሪ ናይቲ ግሎው ከኣ ከምዚ ክንመርጸሉ ንኽእል ኢና። ኣብ መወዳእታ ክሎዝ ኢልና ነዚ ኦኬ እንድሕር ኢልናዮ ኣብዚ ኣፕላይ ኮይኑ ኣሎ ማለት እዩ ሕጂ ረኣይዎ ኣብዚኣ ክንመጽእ ኢና እዚኣ ከርኒንግ ትብል ዘላ ከዓኒ ኮንደንስድ ኣብ መንጎቶም ካራክተርስ ማለት እዩ ወይ ከዓ ኤክስፓንድ ኣብ መንጎቶም ካራክተርስ ከመይ ማለት እዩ ኢልና ኣብኣ ኣቲና ክንሪኣ ኢና እዚኣ ሕጂ ብተግባር እናረኣና። እዚኣ ኮንደንስ ኢላ ዘላ ከመይ ገይረን እተን ቃላት ኮንደንስ ከም ዝኾና ብሓንሳእ ከም ዝላጋገባ ወይ ዝተቐራረባ ከም ዝኾና ኤክስፓንድ ከኣኒ ትፈላልዮን ማለት እዩ። ኣብ መንጎ ካራክተርስ እዩ እዚ ኣብ መንጎ ወርድስ ዘይኮነ ኣብ መንጎ ካራክተርስ ማለት እዩ። ሕጂ ኣብዚ ኣቲና ኣድቫንስድ ምስ ኣተና ናቱ ስኬል ሃንድረድ ፐርሰንት ኣሎ ኣብዚ ንመፅእ ማለት እዩ ስፔሲንግ ስፔሲንግ ቢትዊን ካራክተርስ ካራክተርስ እንታይ ኢልናዮም ናምበርስ ክኾኑ ክእሉ ፊደላት ክኾኑ ክእሉ ዝተፈላለየ ዓይነት ስፔሻል ካራክተርስ ክኾኑ ክእሉ ግን ኣብ መንጎ ክልተ ኣብ መንጎኦም ዘሎ ታሽሙ ኢና ሕጂ ክንርኢ ማለት እዩ እዚኣ ኖርማል እያ ፀኒሓ እዚ ግን ንሕና ኤክስፓንድ ክንገብራ እንድሕር ደሊና ኦኬ ምስ በልናዮ እዩ ታሽሙ ዝኸውን ኤክስፓንድ ክንደይ ኣብዚ ከኣ ኣለና 1.1.2 እቲ ርሕቀቱ የርእየና ኣሎ ራይዎ 3 ፖይንትስ ኣብ መንጎ ካራክተርስ እዚ ሕጂ ኤክስፓንድ ኢና ተጠቒምና ዘለና ኤክስፓንድ ኦኬ ንብሎ እዚኣ ራእይዋ እዚኣ ኮንደንስ ትብል ዘላ ሕብሪ እሞ ክገብረላ እዚኣ ኮንደንስ ትብል ዘላ ጠባይ ናታ ከመይ ገይራ ቀይራ ከም ዘላ ራእይዋ ሕጂ ኣብ መንጎ እዚኤን ዘሎ ኣብ መንጎ ክልተ ፊደላት ማለት እዩ ዘሎ ርሕቀትን ኣብ መንጎ እዚኤንን እዚ ኖርማል እዩ ቀዲምና ተጠቐምናሉ እዩ እዚ ግን ኤክስፓንድ ኩን ብሰለስተ ፖይንት ኣብ መንጎ ክልተ ፊደላት ኢልና ኣለና ማለት እዩ ስለዚ ሕጂ ኤክስፓንድ ኩን ርሕቀት ረሓቕ ኢና ኣለና ፀኒሕና ማለት እዩ ኣብኣ ተመሊስና ካልኣይ ግዜ ከርእየኩም እየ ኣብዚኣ ማለት እዩ ኤክስፓንድ ኢና ተጠቒምና ዘለና ኤክስፓንድ ኣብዚ ከዓ ክንደይ ብክንደይ ብሰለስተ እንዳጉደልናዮ ክንከይድ ኢና እናጎደለ ይኸይድ ማለት እዩ። ብሓደ መጀመርያ እሞ ክንገብሮ ኢና ኮንደንስ ኤክስፓንድ ርኢና ፅኒሕና ሕጂ ከዓ ኮንደንስ ኣብዚኣ ኣቲና ኮንደንስድ ንብላ ኮንደንስድ ብክንደይ ደሊኻ ንጉድላ ንኽእል ኢና ከምዚኣ ጌርና ማለት እዩ ዜሮ ነጥቢ ሓሙሽተ ኮንደንስ ክኸውን ኣለዎ ኢልና ኣለና ሕጂ እንታይ ከም ትኸውን ረኣይዋታ ተፈላለያ ፀንሐት ኣፀቢቓ ተቐራሪባ ማለት እዩ ስለዚ ኣብ መንጎ እዚኤን ዘሎን ኣብ መንጎ እዚኤን ዘሎን እዚኤን ብሓደ እየን ዘለዋ ሕጂ ኮንደንስ ኮይኑ ዘሎ ብሓደ እዩ ኖርማል ማለት እዩ እዚ ግን ብዜሮ ነጥቢ ሓሙሽተ እዚ ኮንደንስ ኣብ መንጎ ካራክተርስ ማለት እያ እዚኣ ከርኒንግ ዝብሎ ማለት እዩ ኮንደንስ ኤንድ ኤክስፓንድ ስለዚ ናይ ሎማዓንቲ እዚኣ ነይራ ናይ ራብዓይ ክፋል ትምህርትና ማለት እዩ ኣብ ዝመፅእ ሓምሻይ ክፋል ናይ ምዕራፍ ክልተ የራኽበና ክሳብ ሽዑ ሰሰናዩ።